መኪና ከም ዘየላ እናተሓበረኒ እየ ነቲ መንገዲ ክምክቶ መሪጸ። እታ ኣብ ሰሙን ሓንሳብ ናብ ዓዲ እንዳ ኣብርሃም ትኣቱ ትግሬቶ ከም ቀደም ረቡዕ ረቡዕ ትብገስ መሲሉኒ ብተብተበ ካብ ኣስመራ ነቒለ። እንተኾነ ንሳ እውን ከምቲ ቅድሚ ዓሰርተ ዓመታት ዝነበረቶ ይጸንሐትን ካብ ረቡዕ ናብ ዓርቢ ቀይራ ንሳ ጥራይ ደይ ከተቐይራ ንጽቡቕ ደኣ ይገበሮን እምበር ዘይተቐየረ ኣይነበረን። ድሕሪ እተን ኣብ ስደት ዘሕለፍኩን ሽዱሽተ ናይ ከርታታ ዓመታት ተስፋ ብዝቖረጸ ስምዒት'የ ብመንገዲ ሱዳን ተዃሊለ ንዓደይ ኣትየ። እታ ዝናፈቕኩዋ ኣስመራ ግን ተመሊሰ ንኽጸልኣ ሰሙን ኣይወሰደለይን። ኣብ ደገ ምስ ዝርከቡ ብጾተይ ንኸዕልል ብምባል ናብ እንዳ ኢንተርነት እንክኸይድ ዕስራ ቅርሺ ክፊሎም ዝህቡኒ ዝሑል ኮኔክሽን ምስ ኣብ ኤውሮጳ ሓሲበሉ ዘይፈልጥ ናይ ኢንተርነት ጉዳይ ምልማድ ኣብየኒ። ልችየላን ተባሂሉ ወዲ ሓፍተይ ሞባይል ቻርጅ ንምግባር ናብ እንዳ ቀብቃማይ ካብ ዝመላለሶ ንላዕሊ ሞባይለይ ቻርጅ ገይሩ ክሳብ ዝመልሳ ኣብቲ እናቐምቃማይ ተተሰርቀትከ ዝብል ስቅያት ካልእ ዛዕባ እዩ። ንሱ ጥራይ ግን ኣይኮነን። ልች እንተ መጽያ ልክዕ ኣርሰናል ማንቸስተር ተስዒራታ ንገብሮ ከም ዝነበርና ዓይነት ፊስካን ጣቕዒትን ከንጎድጉዱ እንከለዉ ቤተሰበይ ማዕረ ክንደይ ካብ ዓለም ርሒቖም ኣለዉ ኢለ እናሓሰብኩ ልክዕ ከምቶም ኣብ ጫካታት ኣማዞን ካብ ስልጣነ ወዲ ሰብ ርሒቖም እዮም ዝነብሩ ዝበሃለሎም ደቀባት ዓሌታት ኮይኖም ክስምዑኒ ጀሚሮም ነበሩ። ነዚ ምስክር ዝኸውን ኣደይ ምስ ፈሓም ክትቃለስ ርእየ። ዝማመይ ሰለስተ ዕስሮ ጋዝ ምሻሎ ንምንታይ ብኡ ዘይጥቀሚ ምስ በልክዋ ጋዝ እቲናየን ክልተ ወርሒ ጌረን ኣይመጻና ንስኻትኩም ከ ጋዝ ከምዚ ከማን ኣይሽግረኩም ዝበለትኒ እሞ ቆይ ንሕና ደኣ ጋዝ ከምዚ ናይ ቡምባ መስመር ተገይርሉ ናብ ገዛና እዩ ዝመጸና ምስ በልኳ ዋይ ዝወደይ ብሮ ምርቕ ከብለካ ደኣ ምዃኡ ዘይሰደለይ ዘበለትኒ ዘረባ ኣሎ ዝማመይ ናይ ወፃእ ነገር ኩሉ እዩ ዝደንቃ ድሕሪ ነፍሲ ወከፍ ዘዕለልኩዋ ዕላል ኣፋ ከፊታ ክሰምዓን ድሕሪ ምጽናሕ ከንፈራ ጎማጺጻ ድሕሪ ምባል ወይ ጉዳ ኣም ትብል እሞ ክንምርቐካ ደኣ ዘይትሰደልና ተስዕብ ጸባ ብዘይ ሪጋ ካብ ሱፐርማርኬት ኪድ ኢልካ እዩ ዝግዛእ ወይ ጉዳ ዘይትሰደልና ደኣ መኪና ሕሱራት እየን ናይ ወርሒ ደሞዝና ከማን ይኣኽላን ወይ ጉዳ ዘይትሰደልና ደኣ ናይ ገዛ ክራይ ልችስ ቤዛ ኩሉ ተኸፍለላ ባንክ ካርድላ ብኣይና ንጥቀም ወይ ጉዳ ምርቕ ከብለካ ዝወደይ ዘይትሰደልና ደኣ ኣኺልዋ ንሳ እያ ዘረባ ስለዚ እያ መስለኒ ሰሙን ምሳኣ ገይረ ካብ ገዛ ምንቕ ከም ዘይብል ገይራ እናሻብ ቡን እናፍልሐት ክትሕዘኒ ትፍትን ወይ እውን ምናልባት ከምቲ ቀደም ሓንሳብ ብዝወጸኽዎ ከይሽረባ እሞ ብስደት ከይክርትታ ሰግእ ትኸውን እዛ ጓል ዞሙይሲ ካልቻኻ እያ ነይራ እንታ ብርሃነይ ሓድሽ ዕላል ትኸፍት መልሰይ ከይተጸቤ ንሳስ እንቋዕ ተረፈትካ ብድሕሬኻ ዓበድበር ዓበድበር ኢላ ሓደ መካኒክ ረኺባ ሰለስተ ቁልዑ ወሊዳ ኣላ ይስሕቅ ሕንቕ ኣቢልካ ሰዓማ ይመጸኒ ነታ ንሳ ትብላ ዘላ ሰብ ከይፈለጠት ፕሮሰስ ከም ዝጀመርኩላ እሞ ኣብ ምስላጡ ካብ ካልእ ጠኒሳ ከም ዝተዓነቐፈ ግን ክነግራ ኣይደልን ወላ ኣስመራ ድሕሪ ምምጸኢ ዓርከይ ንስድኡ ሰደዶ ኢለ ዘብጻሕክዎ ኣስቤዛ ናብታ ናይ ቀደም ካቻይ ከም ዝወሰድክዎ ኣይትፈልጥን ከምቲ ዝበለቶ ግን ካቻይ ነበር ዓበድበድ ኢላ ነይራ ሎሚ ዋላ ንሳ ናብራ ሓሲምዋ ቅርጻ ተባላሽዩ ነታ ኣብ መኻዳ ዝገደፍክዋ ራሄል ኣደያ መሲለያ ጸኒሓትኒ ሕጂ ምዛ ጓል ከሰተ ከመርዕወኪያ ከመይ ዝበለት ቆልዓ ከሰተ ትፈልጦም እንዲኻ በዓል ዓድና ኣርእስታት ካበይ ናበይ ተባጽሖም ኣይርድኣንን እናዓለለትኒ ግን ብዘይባ እዚ ኹሉ ዓመታት ከመይ ገይረ ሓሊፈ ይግረም እዘን ናይ ሓደ ወርሒ ጻንሖተይ ድሕሪ ምዝዛመን ዝናፍቓ ኸኣ እባ ይረኣየኒ ምስ ዝኽረይ እናተቓለስኩ ክምክቶ ዝፈተንኩ መንገዲ ግን ኣይመሓረንን ዝነበረት ፀሓይ ርእሲ ርእሰይ እናሃረመትኒ ነቲ ናይ ኣርባዕተ ሰዓት ዝወስድ መገዲ ገና ርብዒ ከየልዓልኩሉ ድኻም ኣሰነፈኒ ኣጆኻ ወዲ ራእሲ ሓቦ ግበር ንበይነይ ምስ ነብሰይ ብዓውታ ተዛሪበ ሰሓቕኩ ግን ተስፋ ንበይኑ ኣያኸለኒ ኤሮጳ ዘልመደኒ ሕንቃቐን ዝደረበኒ ስብሕን ነቲ ተሪር ዓቐብ ክወጾ ዘኽእሉ ይነበሩ ፀሓይ ጠለስ ክሳብ ትብለለይ ክጽበ ኣብ እግሪ እቲ ዓቐብ ኣብ ዝነበረት ገረባፅ ኢለ ማይ ድሕሪ ምስታይ ግረሲነ እናበላዕኩ ካብ ቴሌፎነይ ሙዚቃ

ከተዚም ጀመረት። ሻርዓኒ ኢሉ። ሕጂ እውን ብዝኽረይ ድሕሪት ተመለስኩ። ካርቱም ምስ ኣተኹ ፈለማ ዝተቐበለኒ ኣብርሃም እዩ ነይሩ። ሙነልበሪ ኣብ ዝተባህለ ቦታ ይቕመጥ እኳ እንተነበረ ክምክሓልኪ ኣይወዲ ራእሲ ዓርከይ ብምባል ራክሻ ተኻርዩ ናብ ሻርዓኒ ኢሉ ወሲዱኒ። ኣብኡ ድማ ኣብ ገማግም ፈለግ ኒል ጋንጽላታት እናረኣና ኣብቲ ጎደና ቡና ክንሰቲ ይረኣየኒ። ሓሳበይ ከይወዳእኩ ግን ካልእ ዝኽሪ ተጻዕነኒ። ንምርግጋጽ ናብታ ኣጽሊለላ ዝነበርኩ ገረብ ሃሰው በልኩ እወ ብልክዕታ ገረብ ንሳ እያ ነይራ ቅድሚ ዓሰርተ ዓመታት ኣብ ጉንዳ ዝጸሓፍናዮ መጀመርያ ፊደላት ናይ ስምና ግዜ ቀምሪርዎ ገዲሙን ደልዲሉን ናብኡ ጸናሓኒ ኣብርሃም ሕጂ እውን ኣብ ዓይነይ ተቐጀለ ኣብቲ ኣዳም ዘይነበሮ በረኻ ብንብዓት ኣሕሊፈ ምስሉ ተረኣየኒ ሓደ ዕቁድ ዝሓለፈ ምስሊ ኣታ ወዲ በጃኽን ንኣብዚኣ ኮፍ ንበል ኣይደኸምኩን ኣታ ወዲ መሳፍንቲ ንዓንዶ ሰቂልካ ኣይትካታዕ ባዕልና ኢና ንፈልጦ እዚ መንገዲ ኣይ ብሽኮት እኒሀ እንድሓር ምስ ወደቕካ ብሰንኪ ዲኻ ክትብል ጃና መንገዲ ዳ ትፈልጠኒ ዲኻ ንዓጥራ ይከፈል ካብ ጅቡ ቆሎ ቀብለኒ ምስ እብርሃም ኣብ ሳዋ ኢና ንፋለጥ ገርህነቱ ጭውነቱ ሓሌቱ ኣብርሃም ፍሉይ እዩ ነይሩ። ንደቂ ኣስመራ ብምጥቕላል ከም ደቂ ኣንስትዮ ገይሩ ይጽውዓና። ንዓይ ግን ፍልይ ብዝበለ በታ ካብ ወዲ ርእሶም ዝብል ስም ኣቦይ ዝጸረየት ወዲ ራእሲ ትብል ቅጽል እዩ ይጽውዓኒ። ኣነ ድማ ኣቦሓጎታቱ ሰብ ሹመት ምንባሮም ስለ ዘዕልል ወዲ መሳፍንቲ ይብሎ። ዕላለይ ደስ ስለ ዝብሎ ህ ንምባል ኣይጽግሞን እዩ። ወላ እኳ ኣብ ሓደ ዙርን ደረጃ ትምህርቲ እንተነበርና ብዕድመ ግን ኣጸቢቑ እዩ ዝመርሓኒ ስለዚ እዩ ድማ እቲ ኩሉን ከዕልሎ ጽን ኢሉ ዝሰምዓኒ ንነብሱ ኣብ ትምህርቲ ተስፋ ከም ዘይብላ ገይሩ እኳ እንተእምና ዘንበብክዎ ልቢ ወለዳዊ መጽሓፍቲ ከዕሎ ከለኹ ግን ወትሩ ህንጥዩ ስለ ዘሕንቅቐኒ እዩ ነይሩ ናይ ጉልበት ስራሕ ክርከብ እንከሎ ኣነ ክትንክፍ ዘይደልየኒ ናይ ክልቴና ባዕሉ ይዓሞ ብፍላይ ሓደ ግዜ ገረብ ክንቆርጽ ራስ ምኽኣል ምስ ሰኣንክዋ ኣብ ቅድሚ መስርዕና ንዓዳ ወዲ ራእሲ እዚ መልሓስ ካብ ሊሕካ ኣይኮነን ዝቑረጽ ዝበለኒ እሞ ሳልስቲ ዝኾረኹላ ይርስዓን ካብኡ ተረፈ ግን ናይ ደቂ ከተማ ከዕልሎ ናይ ገጠር ከውግዓኒ ሕተይተይ እናበለ ትምህርቲ ከረድኦ ዝተማህሮ ኣበይ በጺሒም እዮም ኢሉ ክመር ልሙድ ነበረ ምንባብ ግን ከም ዝውለፍ ገይረዮ ብፍላይ ልበወለድ ኣዝዩ ዘጸልሎ መጽሓፍ ወርቅሃ ምስ ሃብክዎ ሰሙን ምሉእ ንወርቅሃ እናዘከረ ዝፋጽዮ ናይ ምግራም ፋጻን ወዲ ረዛን ኣንቢቡ ናይ ደቂ ሹቕ ቋንቋ ክላመደ እናበለ ዝገበሮ ረበሻን መቐረቱ ይጎደለ ክሙርዓየ ክብለኒ እንከሎ ንባዕሉ ንሮዛ ትመስል ሰበይቲ ረኺበ ኢሉኒ ኣብ መጽሓፍ ሮዛን ሰሌኒ ዝነበረት ገጸ ባህሪ ብምዝካር ልቦና፣ ግርህና፣ ኩርዓት፣ ትሕትና ኣዋሲቡ ዝኸይድ እንኮ ፈላጥየይ እቲ ጸሊም በራሕ ድልዱል በዓል ቁመት ጸባ ዝመስላ ኣስናኑ ኣብርሃም ወዲ መሳፍንቲ ጥራይ እዩ ነይሩ። ካብ ሳዋ ድሕሪ ምፍልላይና ንሱ ናይ ሰርቲፊኬት ኣነ ናይ ዲግሪ ነጥቢ ስለ ዘምጻና እኳ እንተተፈላለና ንሱ እዩ ግን ነይሩ ናብ ስድራይ ደው ኢሉ ዝረኸበኒ ይምርዖ ስለ ዘለኹ ክትዓርኽ ኢኻ ግድን ትመጽእ ምስ በለኒ ዓይነ ኣይሓሰኹን ናብ ዓዶም ኣምራሕኩ ሽዑ እውን እታ ትግሬቶ ስለ ዝሓለፈትና ብእግርና ኢና ተጓዒዝና ኣብዛ ገረብ ኣጽሊልና እናዕለልና ከለና ነዚ ሕጂ ሓወልቲ መሲሉ ዝርእዮ ዘለኹ ስምና ብመስደድ ጽፍሪ ዝጸሓፎ ሕጂ ግን ናብ መርዓ ኣብርሃም ኣይኮንኩን ዝኸይድ ዘለኹ ኣብዚ መንገዲ ምሳይ ኣብርሃም የለን ኣብ ቤት እውን ኣይክጸንሓንኒ ሕጂ ዝኸዶ ዘለኹ ስድርኡ ዘይፈልጥዎ ዛንታ ኣብርሃም ንምንጋር እዩ ዛንታ ስደትና ካብ ኤርትራ ቅድሚ እኳ እንተወፀ ብኢንተርነት ተራኺብና ነዕልል ነርና ክወፅእ ምዃነይ ክነግሮ እንከለኹ ምስዚ ኩሉ ትምህርቲ ካብ ዓድኻ ሕሸካ እናበለ ንኸይወፅእ ኢድኒ ነይሩ እንተኾነ ነቲ ምረት ምንባሩ ሓሊፍካ ምትንታኑ ዝኽእል ፍልጠት ምስ ቀሰምካ ኤርትራ ንኻልኢት ክትረኽባ ተመኒ ነበረትን ካብኣ ወፅኤ ቀሊል ናብራ ኣይተፀብኹን ፍቕርን ስድራን ንእስነትን ዕርክነትን ክኸስር ምዃነይ ንምግንዛብ ኣይተሸገርኩን ግን ናበይ ከይበልኩ ክወፅእ ነይሩኒ ኣብ ማእከል ዝረሰነ መቕሎ ረጊፅካ ናበይ ተዓልብ ዘይኮነ ብኸመይ ቀልጢፍካ ትነጥር ጥራይ ስለ ዘገድስ ነጢረስ ኣብ ሱዳን እኳ ዓሊበ ኣብርሃም ኣብ ሱዳን ክረኽቦ እንከለኹ ናብ ሊብያ ዝብገሰሉ ቅንያት እዩ ነይሩ። ሳድስቲ ምስኡ ቀንየ። ጸኒሐ ከም ዘርክቦ ነጊረ ኣነ እቲ ዝጸናሓኒ ተረፍኩ። ንሱ ናብቲ ዘይብጻሕክዎ ኣምርሐ። ከምቲ ዝበልክዎ ከይደንጎኹ ስለ ዝተበገስኩ ብዘይካታ ብሰምሳር ዝተነግረኒ ብደሓን ምእታው እትሕብር ወረ ካልእ ኣይረኸብኩን። ናብ ሊብያ ኣብ ዘምራሕኩሉ ግን ሰለስተ ግዜ ስለ ዝተጨወኹ ተስፋ ናብ ምቑራጽ ገጸይ ኣምሪሐ ነይረ። ምስ ነፍሲ ወከፍ ምጭዋይ ዝነበረ ናይ ገንዘብ ክፈላ ደራዕ ንስድራይ ናብ ድኽነት ይሸሞም ከም ዝነበረ ስለ ዝፈልጥ ክልተ ስቅያት እዩ ነይሩ። ብሓደ ክጭወ ብኻልእ ክሽየጥ ዒስራ ኣዋርሕ ኣሕሊፈ። ንኣብርሃም ግን ኣይረሳዕክዎን። ኣብ ኣእምሮይ ብደሓን ዶ ኣትዩ ይኸውን እናበልኩ ይጭነቐሉ። ብደሓን እንተ ኣትዩ እንታይ ኮይኑ ዋላ ካብ ገዛና ተሌፎን ወሲዱ ዳሃየ ዘይገብረ ኢለ ድማ ይቕየመሉ። እቲ ዘገርም ነገሩ ሰምሰርቲ በብሪጋን ክጨወይና እቲ ናይ መወዳእታ ዝጨወየና ሰምሳሪ እቲ በዓንቱ እውን ብኡ ቢለ ንክጓዓዝ ዝተበገስኩ ስለ ዝነበረ ናይ ባሕሪ ከም ዘየኽፍለኒ ነጊሩ ምስታ ትቕጽል ጉዕዞ ናብቲ ኣብ ገምገም ባሕሪ ትርከብ መኽዘን ብነጻ ከም ዝሰደኒ ተመባጽዓለይ መብጽዑ ኣየዕበረን ከምታ ዝበለኒ ናብ ገምገም ባሕሪ በገሰና ትራብሎስ ናብ ዝርከብ ገምገም ባሕሪ ዝኣተናሉ ብምሸት እዩ ነይሩ ዝኣተናዮ መኽዘን ኣዝዩ ገዚፍ ኮይኑ ፍርቂ ኣካሉ ኣንደርግራውንድ እዩ ከባቢ ሰለስተ ሚእቲ እንኸውን ሰባት ኣብቲ ሓድሽ መኽዘን እናተቖጸርና ድሕሪ ምእታው ቦታ ክሳብ ዝዳለወልና ኣብ ሓደ ኩርናዕ ከም ንጽጋዕ ተገብረ። ብየዒንተይ ነቲ መኽዘን ክኾሎ ምስ ጀመርኩ ሓደ ብፍሑኽ ፍሑኽ ናባይ ዝመጽእ ሰብ ኣስተብሃልኩ። ገና መንነቱ ነጺሩ ከይተሰወጠኒ ወዲ ራእሲ በለኒ። ኣብርሃም እዩ ነይሩ። ብዘይካታ ላማ ክሓልፋ ከይተጸበየት ወትሩ ሳላ ብርሒ ብሪቕሪቕ እትብል ርእሱ ካልእ ኩሉ ነገሩ ተቐይሩ ነበረ። እኩብ ርስሓት ዘድረቓ ጃኬቱ፣ ዝጎፍገፈ ጭሕሙ፣ የዒንቱ ዝያዳ ግዝፈን ኮይነን ከም ዝጎልሓ ዝገበረ ዕብራኑ ኣብርሃም ምዃኑ እናፈለጥኩ እጠራጠረኒ። ኩነታቱ ካብ ዝፈጠረለይ ስንባደ ንኽምለስ ገለ ካልኢታት እኳ እንተሕለፍኩ ድሕሪ ናብኡ ናይ ምምላሰይ ወዲ መሳፍንቲ ዓጸፋ ምግራም ሓዊሰ ክስዕሞ ነጠርኩ። ክስዕመኒ ተንሰን ምኽንያቱ ይፈለጥኩን ግን ተደቢረ ሓቒፈ ሰዓምኩ ካብ ነብሱ ዝወፀ ዝነበረ ሽታ ናይ ረሃፅ ናይ ካልሲ ወይ እውን ፈሲ ዘይምዃኑ ፍሉጥ እዩ ዝኾነ ኮይኑ ካብቲ ዘይመነኽዎ ሕቑፉ ቀልጢፈ ክገላገል ደለኹ ትሚተይ ግዲ ሰሚዑ ካብቶም ሪጋ ዝሕልዉ ዝነበሩ ንባዕሎም ስደተኛታት ክነሶም ገንዘብ ስለ ዘይብሎም ኣብ ክንዲ ገንዘብ ከም ኣኽበርቲ ስነ ስርዓትን መጋቡን ቀጥቀጥትን ኮይኖም ብምስራሕ ጉልበቶም ከፊሎም ክኸዱ ጽበዩ ሓደ መጽዩ ሒዝዎ ብዝነበረ ሻሙጥ ኣርባዕተ ሓሙሽተ ግዜ ምስ ኣዕደበለይ ናብ ዝነበርኩዎ ሪጋ ተመሊሰ ምስ ኣብርሃም ብየዒንተይ ክዕልል ጀመርኩ ሪጋና ወዲእና ብቦታና ክወሃበና እንከሎ ኣብርሃም ስለ ዝተዛረበለይ ኣብ ጎኑ መደቀሲ ተዋህበኒ ክሳብ ዝወግሕ ኣይደቀስና ብሕሹኽታ ክነውግዕ መሬት ወግሐት። ኣብርሃም ሓካኪን ሒዝዎ ነይሩ። መላእ ኣካላቱ ሳሓ ኮይኑ ግቡእ ሕክምና ስለ ዘይረኸበ ካብ ሕኻኽ ተሰጋጊሩ ናብ ቁስሊ ማዕበለ። ነብሱ ክምንጭት ክሳብ ዝደሊ እዩ ክሓክኽ ውዒሉ ዝሓድር። ድቃስ የብሉን። ብዘይንሱ ብሰንኪ ዋሕዲ ቪታሚን ብዝስዕብ ስሙ ዘይፈልጦ ሕማም ተጠቒዑ ካብ ኮፍ ዝበሎ ዝትስእ ኣይነበረን። ስለዚ እቲ እምባን ቁርባን ዘይዓጅቦ ዝነበረ እብርሃም ዕጭኡ ብኸፉ ከፍ ምኻድ ኮይኑ ነበረ ኣነ ምስ መጻኽዎ ቁርብ ተስፋ ዝገበረ መሰለ ቃንዛይ ከህድኣለይ ብምባል ኣብቲ ማእከል መኽዘን ዝእጎድ ሓዊ ክጽሎ ደስ ዝብሎ እኳ እንተነበረ እቲ መጋርያ ንግዜኡ ቃዞ ዝሒሉ ንምሸቱ ግን ሕማሙ ከም ዝገዶ ይገብሮ ስለ ዝነበረ ከይደንጎና ናብ መጋርያ ክኸይድ እየ ኖ ኣይትኸይድን ኢኻ እናተባሃልና ምባኣስ ጀመርና ደሓን እቶ ኣብርሃም ለባም እዩ ምክታዐይ ገዲፉ ከም ናይ ቀደም ካብ ዘንበብኮ ዛንታታት ተነጊረዮ ናብ መጋርያ ምኻድ ከም ዘቋርጾ ነገረኒ ኣነ እውን ቁስሉ ማጨዋውዔ ብጨርቂ እናደረስኩ እተን ዝርካበን ክዳውንተይ ሸይጠ ቫይታሚን እንተኾኖ ብሽኮቶታት እናገዛእኩ ከም ሕትኡ ዛንታታት እናነገርኩ ትንፋሱ ክሳብ ናብቲ ማዕዶ ባሕሪ ሰግር ክከናኸና ጀመርኩ ኣብርሃም ናብዚ ኩሉ ኣደራዕ ዘብጽሖ ነገር መዓንጣ ከብድኻ ዘቐርጽ እዩ ዕድል ገይሩ ሊብያን ከኣቱ ይተጨውየን ኣብ እስራኤል ዝነበረ ሓዉ ቀልጢፉ ስለ ዝኸውፈለሉ እውን ካብ ቢን ወሊድ ናብ ገምገም ባሕሪ ንምኻድ ኣይደንጉየን ግን ኣብ ገምገም ባሕሪ ምስ በጽሐ እቲ ኣብ ሊብያ ዝነበረ ኣስጋሪ ምስ ኣብ ሱዳን ዝነበረ ኣስጋሪኡ ተባእሱ እሞ ንኣብርሃም ጆሖ ሓዞ እወ ነቲ ምስ ኣስገርቱ ብዘይካ መንገዲ ካልእ ዘራኽብ ዘይነበሮም ኣብርሃም ጆሆ ሓዞ በዚ ምኽንያት የእላፍ መጓዓዝቱ መመጺኦም ሓሊፎሞም ክኸዱ ዕጭ ኣብርሃም ኣብ ገምገም ባሕሪ ኮፍ ኢልካ ሰባት ምፍናው ኮነ ኣብ ግጭት ክልተ ሓራምዝ ከም ሰዳህከ ሳዕሪ ኣብርሃም ተዳዕከ ሓደ መዓልቲ እቶም ዘልገበለይ ቁማል ድቃስ ስለ ዝኸልኡኒ ክቖምል ተሳቁ ኣብርሃም ናብቲ ናሕሲ እናጠመተ ዓይኑ ፍጢጡ ረኣፎ ኢታ ወዲ መሳፍንቲ ኣይትደቅስ እንድያ ብብዕጉጉ ወጀይ ሓተትክዎ ሑተይ ገዲፉ ከምዚ በለኒ ወዲ ራእሲ ዓርከይ ናብቲ ሓደ ገምገም ባሕሪ እንተበጺሕካስ ኣብቲ ገምገም ባሕሪ ኤሮጳ ኾንካ እባ ንባሕሪ ዛንታ ይዕለለይ በስመ ኣብ ወልድ መንፈስ ቅዱስ ኣታ ወዲ መሳፍንቲ ተኾንካታ ክንሰግራ እንዲና ንስኻ እምበር ኣነስ ኣይመስለኒ ግን እዚኣ እንካ ሓደራ ብገለ ጌርካ ኣብጽሓላ ካብ ጅቡ ናይ በዓልቲ ቤቱ ስእሊ ኣውፅዩ ሃበኒ ብድሕሪት ፅሑፍ ነይርዋ ፅቡቕ ተመነታ ወዲ ትፎሎ ንብዓት ቁፅርፅር እናበለኒ ዝሸይን ኣምፂለ ተፈለየ ንኽነብዕ ብዘይ ዘረባ ተፋነኽዎ ንፅብሒቱ እቲ ሳሕቲ ንሪኦ ሊብያዊ መፀ ንሱ ከኣቱ እንከሎ እታ መኽዘን ልክዕ ካብ መቓብር ብፀጥታ እያ ትወሓጥ ብፍላይ ወድን ጓልን ሓቢሮም ከዕልሉ ክርኢ ስለ ዘይደሊ ገና ድምፂ መኪንኡ ኣብ ኣፍ ደገ ክስማዕ እንከሎ ኩሉ ሰብ በቦትኡ ንምሓዝ ሸበድበድ እዩ ዝብል ሽዑ መዓልቲ ግን ደሓን ዝነበረ ይመስል ይዓብድ በለና ባራዩ ማለት እዩ ዝኸውን ዘሎ ዕድለኛታት ኢኹም ባሕሪ ሰላም ስለ ዘሎ ሎሚ ክትብገሱ ኢኹም ኢንሻላህ ከምኡ ተሓዲሩ ንጎ ብሰላም ኢጣልያ ኣለኹም በለና ብዓረብ ጨብጨብታ ወሓዘ የዒንተይ ናብ እብራህም ኣዘርክወን ኣብ ልቢ ክልቴና ሓንቲ ሕቶ ትመላለስ ከም ትነበረት ፍሉጥ እዩ ኣብርሃም ከ ይብገስ ዶ ይኸውን በብሪጋ ኣስማትና እናተጸውዐ ንደገ ክንወጽእ ጀመርና ቅድሚኡ ግን ንተፍትሽ ኩሉ ሰብ ደው ክብል ተኣዘዘ ኩልና ደው በልና ኣብርሃም ግን ብሰንኪ ቁስሉ ደው ክብል ኣይከኣለን ታዕል ያ ከፍር ታዕል ተናዒቐ ብዘስምዕ ድምፂ እቲ ልብያዊ ናብ ኣብርሃም ቀረበ ብዛዕባ ሽግሩ ዝግድሶ ኣይነበረን። ኣብርሃም ብኽንደይ ጻዕሪ ደው ክብል ፈተነ። ብዘይ ደጋፊ ደው ምባል ስኢኑ ቅድሚ ምውዳቑ ኣብታ ደው ክብል ዝፈተነላ ህሞት እውን እንተኾነ ካብቲ ብቑስሊ ተጠቢቑ ዝነበረ ሰለፉን ዳንግኡን ቁስሊ ዳንግኡ ተቐሊጡ ሻሽ ዝመስል ስብሕና ተራእየ መንፊት ዝመስል ቀዳድ ከፊቱ ክደሚ ጀመረ። እቲ ልብያዊ ግን እዚ ርእዩ ንሓፎም ዳግማይ ኮፍ ክብል ኣዘዞ። ኣብርሃም ተማእዘዘ። ሊብያዊ ዳግም ንኽትሰዓብ ቦረቑ። ኩሉ ሰብ ብስቅቕታ ደው ኢሉ ብጭካነ ናይቲ ሊብያዊ ተገረመ። ክንብሎ ንኽእል ግን ኣይነበረን። ነቲ ሊብያዊ ግን ቃንዛ ኣብርሃም ግርም መዘናግዒ ነይሩ። ብዘይ ንሱ ነዊሕ ከይከደ ኣብቲ መኽዘን ስለ ዝጸንሐ ጉዳዩ ይፈልጦ እዩ። ሰምሳርካ ክሰደካ ነጊርኒ፣ ኣነ ግን ተነፊዕካ ተተኣዚዝካኒ ጥራይ ዝሰደካ። ኮፈል ኣብርሃም ኮፈለ። ዓፈን ኩሉ ሰብኣ ኣብ ዘለዎ ብጸታ ተዋሕጠ። ክሕግዞ ክኸይድ እኳ እንተ ተበገስኩ፣ ጥቓይ ዝነበሩ ሰባት ሓዙኒ። ኣብርሃም ክትስእ ፈቲኑ፣ ግን ዘልሓጥ ኢሉ ወደቐ። እቲ ሊብያዊ ኣብ ልዕሊ ኣብርሃም ደው ኢሉ ከጉባዕብዕ ጀመረ። ተስእ! ተስእ! ተስኢ ዓብድ ኣብርሃም ክጸዓር ኩልና ንሪኦ ኔርና ብኽንደይ ጻዕሪ ናብቲ ዝነበሮ ናይ ኮፍ ኣቃውማ እኳ እንተ ተመልሰ ደጊሙ ክቖም ግን ኣይከኣለን ሊብያዊ ሽጉጥ ኣውጺኡ ከፈራርህ ጀመረ ተስኢ ዓብድ ኩስኡመክ ያ ሑመር ኣብርሃም በታ እንኮ ብድልድልታ ዝተረፈት መልሓሱ ነቲ ሊብያዊ ብዓረብኛ ባዕልኻ ትፈልጥ ኣታ ኣድጊ በሎ ብድሕሪኡ ዝሰማዕናያ ቡም ዝብል ድምፂ ጥይት ግን ሓወል ተቐይረና ኣብርሃም ኣብ ኣፍ ልቡ ብዝሃረመቶ ጥይት ተዛሕዚሑ ገጹ ናባና ኣንፈት ገይሩ ይሰዓር ነበረ። ካልኣይቲ ጥይት ተደግመ። ኣብርሃም እውን ከማና ጸጥ በለ። ነቲ ዝዕዘቦ ዝነበርኩ ኣብ መንጎ ምእማንን ምኽሓድን ተቐርቂረ ገለ ክገብር ከም ዘለኒ እኳ እንተ ተረዳእኒ እንታይ ከም ዝገብር ግን ህዋሳተይ ምእዛዝ ኣበየኒ እቲ ልብያዊ ገጹ ናባና ጠውዩ ሽጉጥ እናዋጠወጠ የለ ሩሕ የሓብሽ ሩሕ የኸፍር እናፈከረን እናተሃንደደን ናባና እንክቐርብ ብምሉእ ሰብ ደገ ንምውጻእ ጽቕጥቅጥ ጀመረ። ንመወዳእታ ግዜ ነቲ ብኣፉ ዝወጸ ደም ምስ ሓመድ ተሓዊሱ ናብ ግኡዝ ዝተቐየረ ዓርከይ ሰሪቐ ጠመትክዎ። ደጊመ ነታ ቅድሚኡ ለይቲ ብሓደራ ከብጽሓሉ ዝሃበኒ ስእሊ በዓልቲ ቤቱ ካብ ጁባይ ሃሰስ ኢለ ኣውጻኽዋ። ኣብ ዝባና ዝነበረ ጽሑፍ ኣንበብክዎ። ኣብቲ ደሊኒ እዋን ንላዕሊ ቁሊሕ በሊ። ኩሉ ግዜ ብመንፈስ ኣብኡ ክጸንሓኪ እየ ብዝግታ ናብቶም ብፍርህ እናንቀጥቀጡ ዝስርዑ ዝነበሩ መጓዕዝተይ ተጸንበርኩ ደሓን ዲኻ ዝሓወይ ዝብል ድምፂ ሓላፍ መንገዲ ካብ ዝነበርክዎ ዝኽሪ መለሰኒ ኣብ መዓጓጉርተይ ዝነበረ ንብዓት ንኸየሰብህሉሉ ብተሃዋኽ ብምድራስ ደሓን እየ በልክዎ ሓቦይ ተስፋይ ውቃበይ ሃጢሙ ንመጀመርያ ግዜ ዛንታ ኣብርሃም ንስድርኡ ከመይ ክነግሮም እዩ ኢለ ሓሰብኩ። ምንጋሮምን ዘይምንጋሮምን ክልቲኡ ከበደኒ። ንድሕሪት ደይ ክምለስ ክቕጽል ጠፍኣኒ። ካብቲ ዝነበርክዎ ዓቐብ ንቕድሚት ጠመትኩ። ተመሊሰ ንድሕረይ ጠመትኩ። ኣየናይ ከም ዝሓይሽ ግን ምምራጹ ሰኣንኩ። መዘከርታ ንፌር ሳዒድ ማሕሙድ ኣስመሮም ሃይለ